ሰላም ከመይ ቀኒኹም ፍቱሕ ፖሽ ሎማዓንቲ ብዛዕባ ፍቱሕ ፖሽ ክንምሃር እና ማለት ብርቕቕ ዝበለ ምኽንያት ሒዘልኩም መጸ ኣለኹ ክታ ቪድዮ ክሳብ መወዳእታ ንከታተላ ማለት ፍርቃ ፍርቂ ከይርደኣና ምሉእ ክርደኣና እንድሕር ኮይኑ ብዛዕባ ፍቱሕ ፖሽ ክሳብ መወዳእታ ብትፈላለየ መንገዲ ሒዘልኩም መጸ ስለ ዘለኹ ክሳብ መወዳእታ ንርኣያ ማለት ፍቱሕ ፖሽ ማለት ፍቱሕ ማለት ናይ መጻኢ ማለት እዩ ፖሽ ከኣ ቀረባ ናይ መጻኢ ቀረባ ሕጂ ድሕሪ ሓሙሽተ ደቂቅ ትገብሮ ድሕሪ ሓደ ደቂቅ ክኾን ይኽእል ድሕሪ ዓሰርተ ደቂቅ ክኾን ይኽእል ብዘይገድስ ፍቹ ፕሮሽ ተባሂሉ ዝጽዋዕ ከምዚ ክገብር እየ ከምዚ ክገብር እየ ኢልካ ንርሑቕ ነገር ዘይኮነስ ንቢያንቶ ዘሎ ኣብዚ ኣብ ቀረባ ነገር ኣብ ቀረባ ትገብሮ ነገር ፍቹ ፕሮሽ ተጠቀም ማለት ሕጂ ፍቹ ፕሮሽ ብምንታይ ንጥቀመሉ ኣበይ ኣበይ ነእትዎ ኩሉ በገባብ እናግበሩ ክሪኦኩም እየ ማለት እዩ እቶም ኮመንት ዘይንጽሕፍ ኮመንት ንጽሓፍ ላይክ ፓክታጅ ነቶም ዘይፈልጡ ሰባት ከዓ ነቲ ቻነል ንዓቢ ፓክታጅ ንግበር ማለት እዩ Aujourd'hui, nous allons apprendre le futur proche. ሎማዕንቲ ብዛዕባ ፍቱኽ ፖስት ክንመሃር እና ኮም ቭለ ፓርለ ደ ከልክ ሹዝ ከ ቭዛለ ፈር ብያንቶ ብዛዕባ ሓደ ነገር ክዛረቡ እንከለኹም ኣብ ቀረባ ትገብሮ ነገር ማለት እዩ ቀረባ ትገብሮ ነገር ብዛዕባ ብፍቱኽ ፖስት ገርና ንዛረብ መጀመርታ ክንሕዞም ዘለና ኣብ ፍቱኽ ፖስት ኣለ ማለት እዩ ለቨርበ ኣለ ዝበሃሉ ኩሉ ግዜ ፍቱኽ ፖስት ብኣለ እና ንጥቀም ካብ ኣለ ወፃኢ ክንጥቀም ኣይንኽእል ኢና እቶም ኣለ ዝበሃሉ መጀመርታ እንድሕሪ ተኣለ በይና እንድሕሪ ተርጉምናያ መኻድ ትኸውን ኣላ ማለት እዩ እንድሕር ትኣለ መኻድ ኮይና ምስ ፊቱኽ ፖሽ ገርና እንድሕር ገርናያ ግን እቲ ከምዚ ክገብር ወይ ድማ ከምዚ ክሰርሕ ኢልካ ሕጂ ጀቬ ትኸቫየ ተልና ሕጂ እታ ጀቬ በይና ትኮይና ይኸይድ ትብላ ኣለኻ ማለት እዩ እንድሕር ጀቬ ትኸቫየ እንድሕር ኢለ ግን ክሰርሕ እየ ትብላ ኣለኻ ሕጂ በበይኑ ትርጉም ኣሎ ማለት እዩ እቲ በይና እንድሕር ኮይና በይና ትርጉም ኣለዋ እንድሕር ቬር ባህሊዋ በቲ ቅድማ ግን በይኑ ናይ ካልእ ትርጉም ኣሎ ማለት እዩ እዚ ክርእየኩም እየ ስለዚ እቲ መጀመርታ እቲ ቨርብ ኣለ ምኻድ ንሕዞ je vais እንተልና እጂ እቲ ኣለ ኮንጁጌ ክግበር እንከሎ ማለት እዩ እዚ እንድሕሪ ሒዝናዮ እቲ ፍቱር ፕሮች ንክንሕዞ ወደ ሓንቲ ጸገም ኣየጸግመናን እዩ ስለዚ እንድሕሪ je vais ኢለ ኣነ ይኸይድ tu vas ንስኻ ትኸይድ il va ንሱ ይኸይድ ወይ ድማ elle va ንሳ ትኸይድ ኑዛሎ ንሕና ንኸይድ Vous allez ንስኻትኩም፣ ንስኹም ትኸዱ። Ils vont ንሳቶም ይኸዱ ወይ ድማ ነዋልድ እንድሕር ኮይነን ከኣ Elles vont ንሳተን ይኸዳ ንብል። ሕጂ Je vais ኢለ ኣነ ንኣብነት ኣብቲ ኩሉ ግዜ ብዛዕባ ፍቱሕ ፕሮሽ ክዛረብ እንድሕር ኮይነ እቲ ኣቂድምኡ ዝኣቲ ዘሎ ነገር ቨርብ ክኾን ኣሎ ማለት እዩ። እንታይ ማለት እዩ ቨርብ? ቨርብ ማለት እዚ እዚ ሕጂ ቨርብ እዩ። ኣለ ክብል እንከለኹ ከይዘርዘርኩዎ እቲ ኣቦ እንከሎ ንኣብነት ሕጂ ምኻድ ተጽ እቲ ምኻድ ምስ ኣሎ እቲ ምኻድ ቨርቢ ክኸውን ኣሎ ማለት እዩ። እቲ ምኻድ ቨርቢ ኮይኑ ኣነ ይኸይድ ንስኻ ትኸይድ እ ንሱ ይኸይድ ንሳቶም ይኸዱ እንዳበልኩ ኣነ ኮንጂገ ይገብሮ ኣለኹ ይዝርዝሮ ኣለኹ ማለት እዩ። ስለዚ ኩሉ ግዜ je vais ኢለ ወይ ድማ tu vas il va ኢልካ ምስ ናይ ኣለ ክትዝርዝሮ እንከለኻ ተወሳኺ ትገብሮ ነገር ኩሉ ግዜ እንታይ እዩ ቨርቢ ክኸውን ኣሎ ማለት እዩ። ቨርቢ ተዘይኮይኑ ፍቲ ክብቀሻ ይከውን ኣሎ ማለት እዩ። ስለዚ ንኣብነት ጀቨ ኢልካ ተወሳኺ verb፣ ቨርብ፣ ክገብረልኩም ዘለኹ ኩሉ ግዜ ኤል ወይ ድማ ኤልቫ ገሊልና ተወሳኺ ትእቶ verb ክኾን ኣሎ ማለት እዩ። ኑዛሎ ኢልና ኩሉ ግዜ ንዛሎ ኢልካ ፕሉስ verb፣ ቡዛሌ ፕሉስ verb፣ ኢልና ተወሳኺ ኩሉ ግዜ ወይ ድማ ኢል፣ ኤል፣ ቮ ኢልና ፕሉስ verb፣ ቨርብ፣ ክንውስኾ ኣሎና ማለት እዩ። ንኣብነት ኣብዚ ጀቨ ትራቫዬ እንድሕር ኢለ ኣብዚ እንታይ ወሲኹ ኣለኹ ቨርብ ወሲኹ ኣለኹ ማለት እዩ je vais travailler እንታይ ይኾን ኣሎ እዚ ሕጂ ፍቹ ክፕኮሽ ይኾን ኣሎ ክሰሪሐ ይብላ ኣለኹ ማለት እዩ ክሰሪሐ እጅ ክሰርሕ ትኸይድ ኣለኻ ማለት እዩ je vais travailler ናበይ ትኸይድ ኣለኻ ውስኩ ቲቫ ትብል ሕጂ ናበይ ትኸይድ ኣለኻ je vais travailler ኢልኩም ትምልሱለይ ማለት እዩ ወይ ድማ ተዘይኮይኑ ከዓ ቲቫ ትራቫየ ከዓ ክንብል ንኽእል ኢና ቲቫ ኢቱድየ ክትምሃር ኢኻ ክተጽንዕ ኢኻ ሰስዋክ ትሸትሽደ ሰስዋክ ክትመሃር ኢኻ ሰስዋክ ወይ ድማ ክተጽንዕ ኢኻ ሰስዋክ ምሸት ማለት እዩ ሰስዋክ ሰለዚ ኩሉ ግዜ ናይ ፍቹክ ፕሮሽ ክንጥቀም እንድሕር ኮይና እቲ ቨርቭ ኣለ ገርና ፕሉስ ቨርብ ዝኾነ ቨርብ ክንውስኸሉ ማለት እዩ ስለዚ ኩሉ ግዜ ፕሉስ ፕሉስ ብለኩም ዘለኹ ብዙይ እዚኦም ኮንጅገ ጌርና ተረዲኹምኒ እዚኦም ኮንጅገ ጌርና ኣብ ተወሳኺ ዝውሰኾ ዘሎ ቬርብ ክንውስኸሉ ኣለና ማለት እንድሕሪ ንኣብነት ኣብዚ እንድሕሪ ኤችዲኤ ለ እቲ ኤችዲኤ ንምንታይ እቲ ኤችዲኤ ሙሉእ ገረ ኣንፊኒቲፍ ገረ ምፅ ኣለኹ ምክንያቱ ሓደ ቨርብ ኣለ ኣብዚ ኮንጅገ ኮይኑ ስለ ዘሎ ማለት እዩ ንምንታይ ጀቬ ኢለ ትራቫየ ኮንጅገ ከይገበርኩ ኣንፊኒቲፍ ኮፍ ቢለ ኣለኹ ምክንያቱ ሓደ ቨርብ ኮንጅገ ሓደ ቨርብ እንድሕሪ ኮንጅገ ኮይኑ ኩሉ ግዜ ኣብቲ ጥቁ ዝመፅእ

ኣብዚ ተዘርዘረ ቨርብ ስለ ዘሎ ብቕድሚኡ ማለት እዩ። እዚ ቨ ጀ ቨዝ ዘሎ እዚ ቲቨ ዘሎ ከይተዘርዘረ ኣለ ስለ ዝነበረ ስለዚ ጀቨ ክብል እንከለኹ ኣብዚ ጀቨ ትኻባየ ክብል ዝደጋግመልኩም ዘለኹ ንክርዳእኩም እዩ ማለት እዩ። ጀቨ ትኻባየ ተለ ኣነ ክሰርሕ ኢለ ኣለኹ ስለዚ እቲ ትኻባየ ኣብ ከለኹ ኣንፊኒቲቭ ይበሃል ከም ኣንፊኒቲቭ ኮፍ ኣቢለ ኣለኹ ማለት እዩ ስለዚ እቲ ፊት ክፖሽ ዝበሃል ካብዚ ክሳብ ዘሎ ማለት እዩ ጀቤት ካባይ የደለ ክሰርሕ እየ ሽዑ መዓስ ከም ዝሰርሕ ዱማ ይብላ ኣለኹ ማለት እዩ ዱማ ጽባሕ ቀረባ ስለ ዝኾነ ርሑቕ ስለ ዘይኮነ ብፍትሒ ክፖሽ ገረ ይጥቀም ኣለኹ ማለት እዩ ጀቤት ካባይ ዱማ ጽባሕ ክሰርሕ እየ ይብላ ኣለኹ ስለዚ እቲ ፍትሒ ክፖሽ ዝበሃል ኩሉ ግዜ ተወሳኺ ቨርቢ ንገብረሉ ማለት እዩ ብካልእ ኣብነታት ክሪኦኩም እየ ቹቫ ኤቱዲየ ሰስዋር

ኩሎም ክሳብ ልዕሊ ሸሞንተ ሽሕ ዝኾኑ ዘለዉ ቨርቢ ብ በዚኦም ገር ንኣና ፍቱሕ ፖሽ ንጥቀም። ናይ ቀረባ ንገብሮ ተኾይንና ነቶም ኣሽሓት ዘለዉ ቨርቢ ናይ ኣለ ቅድ ኣለ ቀዲምና ንዘርዝሮ ብድሕሪኡ ንኣብነት ኣለ ቀዲምና ዘርዚርና ጀቨ እንድሕር ኢልና እቲ ሓደ ቨርቢ እቲ ክንገብሮ ንደሊ ነገር ብ እቲ ኣንፊኒቲቭ ከም ኣንፊኒቲቭ ኮፍ ኣቢልና ከይዘርዘርና ብድሕሪኡ ዘሎ ቨርቢ ኮፍ ነብሎ ማለት እዩ። ጀፌት ኻባየ ዶማ ጽባሕ ክሰርሔ ኢልካ ሽዑ ምኽንያቱ ኻቶም ምኽንያቱ ፓስክ ምኽንያቱ ጃኔ ግዛማ ምኽንያቱ ፈተና ስለ ዘለኒ ሕጂ ጀቨ ጀቨ እትኻባየ ዶማ ጽባሕ ክሰርሔ ጀቨ እትኻባየ ዶማ ጽባሕ ክሰርሔ ፓስክ ጃኔ ግዛማ ምኽንያቱ ኤግዛማ ስለ ዘለኒ ኩሉ ግዜ ብዛዕባ እንታይ ዛረባ ኣለኹ ብዛዕባ ፍቹኽ ፕሮሽ ናይ ቀረባ ነገር ኣብዚ ከኣ ምክንያት ትነግር ኣለኹ ማለት እዩ ፓስክ ካክ ምክንያቱ ግረታት ክትውስክሉ ትኽእሉ ኢኹም ኣብቲ መወዳእታ ማለት እዩ ጀቨ ሶክቲር ኤ ጀቨ ኣይሽቲያን ካፌ ክልተ ፍትኹ ፕሮች ተጠቂመ ኣለኹ ኣብዚ ሕጂ ቀዳማይ ነገር ጀቨ ሶክቲር ክወፅ የብላ ኣለኹ ኤ ጀቨ ኢለ ከዓኒ ፍትኹ ፕሮች ከዓ ደጊመ ኣብዚ ጀቨ ኣሽተ ክገዝእ እየ ከዓ ይብለ ኣለኹ ስለዚ ሶክቲር

ብድሌትኩም ንሱ ክገዝኡ ወይ ድማ ንሳ ክትገዝኣ ንሳቶም ክገዝኡ'ዮም ክትብሉ ትኽእሉ ኢኹም። ምናልባት ብጀ ስለ ዘሎ ኩሉ ብጀ ማለት ኣይኮነን። Je vais étudier mais je suis fatigué ከጽን'የ ግን ከኣ ሬቪዘ እንድዩ ዝበሃል ምጽናዕ ግን ኤቱዴ ከኣ ንሓደ ነገር ትምህርቲ መጽናዕቲ ዝገብሮ ኣለኻ ኤቱዴ ይበሃል ማለት እዩ ኤቱዴ ከኣ ምምሃር ከኣ ኣሎ ኤቱዴ ጸሓፉ በበይኑ እዩ ጀቨ ኤቱዴ ሜ ጀሱይ ፋቲገ ክመሃር ደልየ ኣለኹ ከጽንዕ ደልየ ኣለኹ ግን

ጆሲፋ ጭግጥ ኮይንኻ እዚ እንድሕር ጓል ኮይና ተረዲእኹምኒ እቱስ ኸሉ መወዳእታ እታ ጓል ኣነ ደኺመ ትብል እንድሕር ሃልያ ኣብዚ ስለምንታይ እቱስ ኸሉ ጆሲፋ ቲጌ ኣነ ደኺመ ትብል ስለ ዘላ ብ ኦክስሌር ኤትር ኮንጅጌ ገራቶ ስለ ዘላ ኣብ መወዳእታ እ ትውስ ኸሉ ማለት እዩ ወዱ እንድሕር ኮይኑ ግን እታ ኡ የላን ኣነ እንድሕር ጆሲፋ ቲጌ ይብለኩም ሃልየ ጆሲፋ ቲጌ ብዘይ ብዘይ ኡ ይብለኩም ኣለኹ ማለት እዩ ጓል እንድሕር ኮይና ግን ኣብ መወዳእታ

ግን ከኣ ቢዝል ኮይነ ግን ከኣ ቢዚ ኮይነ ኣብዚ ጓል ትዛረብ ተሃልያ ማለት እዩ ጓል ትዛረብ ተሃልያ እሞ ዳታ እንታይ ንሱ ከላ እ ንሱ ከላ ማለት እዩ ወዲ ተኮይኑ ግን ጅስ ዩዘር ኩፔ ከምዚኣ ጥራይ ጽሓፍ ቢዚ ማለት እዩ ቢዚ ስለ ዝኮንኩ ኣብዚ ሕጂ ከም ናይ ዲያሎግት ገረ ከረደኩም እየ ኣብ ናይ ዲያሎግት ኣብ ምሉእ ሓሳባት እንዳዛረብና ከመይ ገርና ፍቺ ኩፖች ንጥቀመሉ ብሓንሳብ ክንክሪኦና ማለት እዩ Bonjour je m'appelle ሓበን እንድሕር ኢለኩም ሰላም ኣነ ሓበን ይብሃል ዱማ ጽባሕ ጅቪት ኸበየ ጽባሕ ክሰርሕ ይብል ኣለኹ ብዛዕባ እንታይ ዝጥቀም ኣለኹ ብዚ ፊቱር ፕሮሽ እዚ ብዛዕባ እንታይ ኣለኩም ጸኒሐ ኣለ ትኸበየ ኸኣ ኣንፊኒቲፍ ብዛዕባ ምስራሕ ይነግረኩም ኣለኹ ማለት እዩ ኣብኸ ብድሕሪኡ ጀቨ ኣሽተ ዱፓ ብድሕሪኡ ባንህ ገዘ ይብል ኣለኹ እዚ ኣንፊኒቲፍ እዩ እዚ ናይ ኣለ እዩ እዚ ከዓ ናይ ፔርሶን ይበሃል ማለት እዚ እዚን ሰለስተን ሽዑ ፊቱር ፕሮሽ፣ ናይ ቀረባ፣ ብዛዕባ ቀረባ ዝነ ዝገብሮ ነገር ይነግረኩም ኣለኹ ማለት እዩ። ጅቨ ኣሽቱ ዲፓ ብድሕሪኡ ባንኽ ገዜ ኣብዄ ደሓር ጅቨ ኣሽቱ ዲፓ ድሕሪኡ ምሸት ሎስዋር ጅቨ ዄጋርዴ ኣን ፊልም ምሸት ሽዑ ዄጋርዴ ኣን ፊልም እዚ ዄጋርዴ ማለት ምርኣይ ኣንፊኒቲፍ እዩ። እዚ ኸዓ ፊቱር ፕሮሽ ማለት እዩ። ጅቨ ዄጋርዴ ኩሉ ግዜ እንታይ ይጥቀም ኣለኹ? ኣለ ይጥቀም ኣለኹ ማለት እዩ። ጅቨ ዄጋርዴ ኣብ ፊሊም ኣቪክ መዛሚ ምስ ኣዕርኹተይ ማለት እዩ ምስ ኣዕርኹተይ ምሸት ከኣ ምስ ኣዕርኹተይ ፊሊም ክሪኢ እየ ይብላ ኣለኹ ማለት እዩ ለስዋቅ ጀቤኸ ጊያ ከዲያ ፊሊም ኣቪክ መዛሚ ምሸት ምስ ኣዕርኹተይ ፊሊም ክሪኢ እየ ይብላ ኣለኹ ማለት እዩ ጀስዊ ኮንቶን ንወዲ ሺ ኮንቶን ሕጉስ እየ ይብል ጓል ተኮይና ከኣ ጀስዊ ኮንቶንት ትብል ማለት እዩ ኡ ትሕውሳላ ኣብ መወዳእታ ምክንያቱ ኣብ ከለኹም ክትሕዝዎ ብኦግስሌኽ ኣቭዋኽ ኣቫ ቦክሲሊክ ኤትክ ስለ ዝኾነ ኣብ መወዳእታ ሳሳኮርድ ስዮዶ ዝበሃል ማለት እዩ። እቲ ሱጀ ብዛዕባ እንታይ ይዛረበና? ብዛዕባ ጓል ድያ ብዛዕባ ወዲ? ጓል እንድሕር ኮይና ኣብ መወዳእታ ኦ ትሕውሰላ። ብዙሓት እንድሕር ኮይኖም ብዙሓት ኣዋልድ እንድሕር ኮይነን ኦ ኤስ ትሕውሰለን። ብዙሓት ኣወዳት ኮይኖም ከምዛ ዘላታ ትኸውን ማለት እዩ። ብዙሓት ኣወዳት ኮይኖም ኤስ ትሕውዘላ። እውጺእኻ ኤስ ጥራይ ትሕውሰላ ማለት እዩ። ስለዚ Je suis content ወይ ድማ Je suis contente parce que c'est un bon week-end ምክንያቱ ጽቡቕ ቀዳመ ሰንበት ስለ ዝኾነ ተሓጒሰ ይብላ ኣለኹ ማለት እዩ። ንኣብነት ከም ሰራን ኣቤልን ክዘራረቡ እንከለዉ tu vas faire quoi demain tu vas faire quoi demain ፊትኹ ፕሮሽ ኣቤል ሕጂ ብዚ ፊትኹ ፕሮሽ ኣብ ዘሎ ማለት እዩ tu vas faire quoi tu vas faire ብዛዕባ ፍትሒ ክፕሮሽ እንታይ ክትገብር ኢኺ ወይ ድማ እንታይ ክትገብር ኢኻ ትብሎ ኣላ ንኣብየል ማለት እዩ እንታይ ክትገብር ኢኻ ኣብ ቀረባ ግዜስ ዶማ ብዛዕባ ፅባሕሲ ስለዝኾነ ፅባሕ ቀረባ ስለዝኾነ

ቨርብ ኣይኮነን ቪዚት ማለት ቃል እዩ ከምዚ ምስ ቨርብ ኣይኮነ ማለት እዩ ቪዚተ እቲ ቨርብ እዩ ጀ ቪዚት ቱ ቪዚት እንዳበልካ ክዘረዘሮ ትኽእል ኢኻ ግን እቲ ቪዚት ኣብዚ ፅሒፈ ዘለኹ ቃል እዩ እምበር እሞ እምበር እቲ ቨርብ ኣይኮነን ንምንታይ ኣብዚ ቨርብ ኣትዩ እንከሎስ ንምንታይ ኣብዚ ከዓ ሓደ ቨርብ ኣትዩ ክትብሉ እዚ ድሓን ከይተሓወሰኩም ጥራይ ብዛዕባ ብዛዕባ ፍትኽ ፕኾሽ ንሓዘ መሎ መዓንቲ ፍትኽ ፕኾሽ ጀቬ ኾ ንክትብሉ ዘሎ ብዛዕባ ፍትኽ ፕኾሽ

ስድራ ቤተይ ክሕግዝ ድልየት ስለ ዘለኒ ስደት ደለኹ ማለት እዩ ኤደ ጀ ቭ ናይ ቭልዋኽ ናይ ቭልዋኽ እዩ ምድላይ ማለት እዩ ኤደ ከኣ ምሕጋዝ ማለት እዩ ማፋሚ ከኣ ናቲ ፋሚሊ ፓስከ ከኣ ምክንያቱ ማለት እዩ ፓስከ ጀ ቭ ኤደ ማፋሚ ምክንያቱ ፋሚሊ ክሕግዝ ስለ ደለኹ ማለት እዩ ብካሊእ ምክንያት ከኣ ብክብድ ዝበለ ማለት እዩ ክብድ ዝበለ ካብ ካብቲ ደረጃ ቁሩብ ልዕል ዝበለ ከስከ ችቫ ፌር

ናብ ዕዳጋ ከይደ ኡማክሸ ንረኢ ህጂ ናብ ጅቨ ኣልየ ኣብዚ ህጂ ከዳናግረኩም የብሉ እዚ ኣለ ኣንፊኒቲፍ እዩ እዚ ቨ ዝብ ዘሎ ከኣ ካብ ኣለ ዝወጸ ተዘርዚሩ ጅቨ ይብላ ኣለ ማለት እዩ ኣብዚ ከትደናገሩ ስለዚ እዚ ቱብ ኣቦ ናይ ኣቦ ናይዚ ይኮን ኣሎ ማለት እዩ እዚ ኣንፊኒቲፍ ይበሃል እዚ ከኣ እቲ ውላድ ናቱ ተወሊድሉ ኣብቲ ህጻን ናቱ ማለት ይበሎ ብከምኡ

ጀቨት ኻብታይ ክብል ተኾይነ ሕጂ እንታይ ክብል እዚይ ይብልኒ እዚይ ኣይከውንኒ እዙይ ምስ ቱ ዝኸይድ እዙይ ምስ ኢል እዩ ዝኸይድ እዙይ ኻዓ ምስ ጀ ይኸይድ ማለት እዩ ስለዚ ጀቨት ኻብታይ ክብል ተኾይነ ተቐዳመይቲ ጀቨት ኻባዮ ዶማ ፅባሕ ክሰርሕ ኸይደ ይብላ ኣለኹ ማለት እዩ እዚ ንድሕሪ ገረዮ ቱ ንስኻ ክኾን ኣሎ እዚ ንድሕሪ ገረዮ ኻዓ ኢል ንሱ ክኸውን ኣሎ ማለት እዩ ኣብዚ እቲ ቨ ከእትዎ ተኾይነ እዚ ይኸውን ኣሎ ትመልሲ ማለት እዩ ጀቨ ትኻባየ ደማ ጽባሕ ክሰርሕ ይኸይድ ክኸይድ እየ እዚ ከኣ ቹይ ሕጂ ቹይ ኣብ ምንታይ ክኸይድ ክብለኩም ጸኒሐ እዚ ምስ ቹይ ክኸይድ ክብለኩም ጸኒሐ እዚ ምስ ቹይ ክኸይድ ኣሎ ማለት እዩ ቹ ቫ ኤቹዲየ ሰስዋር መዓልቲ ምሸት ክትምሃር ኢኻ ይብለና ኣሎ ቹ ቫ ኤቹዲየ ሰስዋር ቹ ቫ ኤቹዲየ ሰስዋር እዚ ኢል እንሕረ ኮይኑ ኩሉ ግዜ ኢለይና እዩ ዝኸይድ va ይኸይድ ኣሎ ማለት እዩ ኢል ቫ ኣሎር ስለዚ ኢል ቫ ሶርቲር ኣቬክ ሴዝ ኣሚ ዶማ ጽባሕ ምስ መሓዙቱ ክወጽእ እዩ ስለዚ ኢል ቫ ኤስ የብላ ንመወዳእታ ማለት እዩ ወይ ድማ ከምዚ ኣይኮነ እዚ ምስ ጀይ ዝኸይድ ኢል ቫ ሶርቲር ኣቬክ ሶን ኣሚ ኣቬክ ወይ ኣቬክ ሶን ኣሚ ዶማ ጽባሕ ምስ ኣዕርኽቱ ክወጽእ እዩ ክኸይድ እዩ ማለት ክወጽእ እዩ ሶርቲር ምውጻእ እዩ እዚ ኸኣ ምስኑ ዝኸይድ ኩሉ ግዜ ኸኣ ን ዛሎ ንዛሎ ማለት እዩ። ንዛሎ ኢልካ እቲ ሓሳብካ ትገልጽ። ቭ ንብሎ ነገር ከኣ ቭ ዛሌ፣ ቭዛሌ፣ ፍትክፓች ኩሉ ግዜ ማለት እዩ። ኣለት ኮይኑ ን ቭዛሌ ማንዣ ኣቪክ፣ ኣቪክ ቮትር ፋሚል ሰስዋር፣ ምስ ፋሚሊኹም ሎማዓንቲ ምሸት ክትበልዑ ኢኹም ይብለና ኣሎ ማለት እዩ። ኢል እንድሕር ኮይኑ ግን ተረዲእኹምኒ፣ ኢል እንታይ ክብለኩም ጸኒሐ፣ ኢል ቮ

ዶማ ጽባሕ ስለምንታይ ክትሰርሕ ኢኻ ስለዚ ቹ። እበቮላ ስለዚ ንሎምዓንቲ ኣብዚ ክኣኽለና እዩ ኣብ ቀጻሊ ብተፈላለየ መንገዲ ከም ዝወደኹም ዝሒዘልኩም ክመጽእ እየ እቶም ክሳብ መወዳእታ ዝረኣኹምዋ እቺ ወላ ማይ ይወቅዕ ኣለኹ ማንም ደገ ጽላል ብፍራንስ እንታይ ከም ዝበሃል ጸሓፍለይ ማለት እዩ ጽላል ብፍራንስ እንታይ ከም ዝበሃል ደሓን ፓካፕሉይ እንድዩ ዝበሃል ፓካፕሉይ ኢልኩም ኣብ ኮሞንቲ ጸሓፍለይ ክሳብ መወዳእታ ዝረኣኹማ ሰባት ሜርሲ ባባይ